ሰላም ከመይ ትኾኑ ክብራት ተኸታተልቲ ሳተላይት ቴሌቭዥን ኣሰና ንሎሚ 21 ግንቦት 226 ሓሙስ ቀትሪ ዝተዳለዉ ዜናታት ሒዘልኩም ቀሪበ ኣለኹ ብቀዳምነት ግን ነጥብታቶም ግዝኣታዊ መሬትናን ተመዛበልቲ ወገናትናን ንምምላስ ክንቃለስ ኢና ክብል ሰራዊት ትግራይ ምግላጹ፣ ኣብ ልዕሊ ትግራይ ዕጽዋን ክባን ኣዊጁ ዝርከብ ኣብይ ኣሕመድ ብሰንኪ ምዕጻው ሖርሙዝ ህዝበይ ብሰንኪ ሕጽረት ነዳድን ዘመናዊ ድኹዕን ይሳቐ ኣሎ ክብል ናብ ማሕበረሰብ ዓለም ዘቕረቦ ጥርዓን ሮይተርስ ሓይልታት ዳዕመ ኣልሰሪዕ ኣብ ክልተ ሽሕን ዕስራን ሓሙሽተን ኣብ ዳርፉር ዝፈጸሞ ኣዝዩ ዘስካሕክሕ ጃምላዊ ቅትለት ኣረጋጊጸ ክብል ምግላጹ ዝብሉን ካልኦትን ዜናታት ሒዘልኩም ቀሪበ ኣለኹ። ክሳብ መወዳእታ ምሳይ ጸኒሕኹም ዝርዝራቶም ክትከታተሉ ብኽብሪ ይዕድም። ግዝኣታዊ መሬትናን ተመዛበልቲ ወገናትናን ንምምላስ ክንቃለስ ኢና ክብል ሰራዊት ትግራይ ኣፍሊጡ። መራሕትን ኣባላትን ሰራዊት ትግራይ ነዚ መልእኽቲ ዘሕለፉ ኣብ ማእከል ስልጠና ኮይኖም ንሳቶም ኣብ መልእኽቶም ብወረርቲ ሓይልታት ካብ ዝተጎብጡ ግዝኣታዊ መሬትና ተመዛቢሎም ኣብ ፈቐዶ መዓስከራት ሱዳንን መዕቖቢ ተመዛበልቲ ውሽጢ ትግራይን ንከባቢ ሓሙሽተ ዓመታት ከርፋሕ ህይወት ኣብ ምምራሕ ዝርከቡ ወገናትና ብሰላማዊ መንገዲ ክሳብ ዘይተመልሱ ብቓልስና ከነረጋግፅ ኢና ክብሉ ኣፍሊጦም። ስርዓት ብልፅግና ኣብ ክልተ ሽሕን ዕስራን ሓደን ዝኣወጆ ወራር ዘርኢ ምፅናት ድሕሪ ውዕል ፕሪቶርያ እውን እንተኾነ ኣብ ልዕሊ ትግራይ ዕፅዋን ክልከላን ብምእዋጅን ውዕል ፕሪቶርያ ከይትግበር ብምዕንቃፅን ድምፂ ብዘይብሉ ጥይት ይቕፅሎ ከምዘሎ ዝፍለጥ ኮይኑ ካብዚ ሓሊፉ እውን ኣብ ሰማያት ትግራይ ድሮናትን ነፈርቲ ውግእን ብምዝንባይን ሰራዊት ናፅዋርን ብምፅጋዕን ዳግማይ ወራር ንምክያድ ኣብ ምድላውን ህዝቢ ኣብ ምርዓድን ይርከብ ምህላዉ ኣብ ዝሕበረሉ ዘሎ እዋን እዩ ሰራዊት ትግራይ ነዚ መልእኽቲ ዘሕልፍ ዘሎ። ባርነት ኣይንመርፅን ስለዚ ሕዚ እውን ዘለና መማረፂ እቲ መንእሰይ እውን ክጋደል ክኽእል ኣለዎ። ከይሕረድ፣ ዓዱ ከይድፈር፣ ናብ መረበቱ ክምለስ፣ ህዝብና ከይሳቐ፣ ስለዚ ሕጂ እውን ኣብ መስመርና ኢና ንቕፀል እውን ህዝብና ሒዝና ባህግና ክነሳኽዕ ኢና ምንም ጥርጥር የብሉን ድሉዋት ኢና ተዓወቲ ከምዃንና ከኣ ህዝቢ ዝሓዘ ዝዕወት ምዃኑ ስለንኣምን እርግፀኛ እየ ህዝብና ሒዝና ተዓወቲ ኢና ትግራይ ትስዕር ትግራይ ትዕወት። ማሕበራውን ወታደራውን ብቕዓት ክውንን ኩሉ ካብ ህዝቢ ዝድለ ሓገዝ ገይሩልና ሓሪኑ ህዝብና ናብ መረበቱ ዘይምለሰሉ ምኽንያት ትግራይና እስካብ ሕጂ ተቖሪሳ ትነብረሉ ምኽንያት ንምንታይ እዩ? ግዜ ከይወሰድና ናብቲ ልእኹና ንዛዝመሉ ዓላማ ዘይንበፅሕ ዝብል ቁጭት እዩ ዘለዎ። ሕራነ ዘለዎ ሰራዊት እዩ ዘለና። ውዕል ፕሪቶርያ ምኽንያት ተወዚፉ ዝፀንሐ መንግስትና ናብ ቦትኡ ምምላሱ ከም ኣሃዱ ሕጉሳት ኢና ከም ሰራዊት ትግራይ እውን እዚ ማለት ንሕና ድልየታትና ክነማልእ ንኽእል ኢና ከ ካሊእ ዓዲ ስለ ዘይብልና።
ኣብ ልዕሊ ትግራይ ዕፅዋን ክባን ኣዊጁ ዝርከብ ኣቢሕመድ ብሰንኪ ምዕፃው ሖርሙዝ ህዝበይ ብሕፅረት ነዳድን ዘመናዊ ድኹዕን ይሳቐሎ ክብል ናብ ማሕበረሰብ ዓለም ከሲሱ። ንሱ ናብቲ ኣብ እዋን ጆኖሳይዳዊ ወራር ትግራይ ንጻውዒቱ ጸማም እዝኒ ክህቦ ዝጸንሐ ማሕበረሰብ ዓለም ኣብ ዘሕለፎ መልእኽቲ፣ ምዕጻው መተሓላለፊ መራክብ ንግዲ ዓለም ዝኾነ ወሽመጥ ሆርሙዝ ኣብ መላእ ዓለም ቅልውላው ነዳዲ ኣስዒቡ ምህላዉ ጠቒሱ፣ እቲ ጽልዋ ኣብ ልዕሊ እታ ዕጽውቲ ኣፍደገ ባሕሪ ዝኾነት ኢትዮጵያ ዝኸፍአ ምዃኑ ገሊጹ። ማሕበረሰብ ዓለም ኣብ ልዕሊ ወሽመጥ ሖርሙዝ ተፈጢሩ ዘሎ ዕጽዋ ክለዓል ዝጸወዐ እቲ ቀዳማይ ሚኒስተር፣ ግዳይ ናይዚ ዝኾኑ ብሚልዮናት ዝቑጸሩ ህዝብታት ዓለም ቆላሕታ ይገበረሎም ክብል ተላብዩ። ኣሜሪካን እስራኤልን ኣብ ልዕሊ ኢራን መጥቃዕቲ ድሕሪ ምክያደን ዝተወለዐ ኲናት ማእከላይ ምብራቕ ምዕጻው ወሽመጥ ሖርሙዝ ዘስዓበ ኮይኑ፣ ነዚ ስዒቡ ድማ ኣብ መላእ ዓለም ሕጽረት ነዳዲ ብምግጣም ኣብ ቡዙሓት ሃገራት ህዝባዊ ናዕብ ክለዓዓል ገይሩ ይርከብ ኣሎ። ዛጊት ህይወት ዓሰርተታት ሰባት ቀዚፉ ዘሎ ኣብ ጎረቤት ሃገር ኢትዮጵያ ዝኾነት ኬንያ ዝካየድ ዘሎ ህዝባዊ ናዕብ ድማ ናይዚ ኣብነት እዩ። ሮይተርስ ሓይልታት ዳዕመል ሰሪዕ ኣብ 2025 ኣብ ዞባ ዳርፉር ዝፈጸሞ ኣዝዩ ዘስካሕክሕ ጃምላዊ ቅትለት ኣረጋጊጸ ክብል ገሊጹ። ሮይተርስ ዘውጽኣ ሓዱሽ ጸብጻብ፣ ብጀነራል ሓምዳን ዳጋሎ ዝምራሕ ሓይልታት ዳዕመል ሰሪዕ፣ ኣብ ወርሒ ሕዳር ክልተ ሽሕን ዕስራን ሓሙሽተን ኣብ ዞባ ዳርፉር ከተማ ኤል ፋሸር ጃምላዊ ቅትለት፣ ዓመጽ፣ ምንግልታዕ፣ ጾታዊ ዓመጽን ከምኡ'ውን ምምዝባልን ከም ዝፈጸመ ኣረጋጊጸ ዝበለ ኮይኑ፣ ኣብቲ ንሰለስተ ተኸታተልቲ መዓልታት ዝተፈጸመ ዘስካሕክሕ ጃምላዊ ቅትለት፣ ህጻናት፣ ኣዴታትን ነፍሰጾራትን ብኣልማማ ከም ዝተቐተሉ ይሕብር። ሮይተርስ ምስ ፕሮጀክት ምስክር ዝተባህለ ማሕበር ብምዃን ብጂኦሎኬሽንን ካብ ቃል ግዳያትን ብዝገበሮ መጽናዕታዊ ምርምር እቲ ፍጻመ ኣብ ወርሒ ሕዳር ክልተ ሽሕን ዕስራን ሓሙሽተን ኣብ ዞባ ዳርፉር ከተማ ኤልፋሽር ብሓይልታት ዳዕመል ሰሪዕ ከምዝተፈጸመ ኣረጋጊጸ ኢሉ። ብኣቡሉሉ ወይ ከኣ ሓራዲ ኣልፋሸር ዝፍለጥ ብርጋደል ጀነራል ኣልፋትሕ ዓብዱል እድሪስ ኣብቲ ፍጻመ ከምዝተሳተፈ ዘረጋገጸ ሮይተርስ፣ ንሱ በይኑ ጥራይ ዓሰርተ ሓሙሽተ ዘይዓጠቑ ሲቪላት ክቐትል ዘርእዩ ኣርባዕተ ዝተቐርጹ ቪድዮታት ከምዝረኣየ ብምግላጽ፣ ካብቲ ዘስካሕክሕ ፍጻመ ብዕድል ዘምለጡ ናይ ዓይኒ መሰኻክር እውን ኣቡሉሉ ህጻናት፣ ኣዴታትን ነፍሰጾራትን ዝርከብዎም ብዙሓት ሲቪላት ክቐትል ከምዝረኣዩ ንሮይተርስ ከም ዝገለጹሉ እቲ መርበብ ሓበሬታ ጠቒሱ። ኣዛዚ ሰራዊት ሰሜን ዳርፉር ኮማንደር ጌዶ ሓምዳን ኣቡ ናሺቕ እውን ኣብቲ ትራጂካዊ ፍጻሜ ከም ዝተሳተፈ ዝገለጸ መርበብ ሓበሬታ ሮይተርስ፣ ኣብ ዝሓለፈ እዋን ኣብ ትሕቲ ቀይዲ ከም ዝኣተወ ዝተገልጸ ኣቡሉሉ፣ ኣብዚ ሕጂ እዋን ኣብ ንጡፍ ወተሃደራዊ ስርሒታት ከም ዝርከብ፣ ገሊጹ። ኣሜሪካ ኣብ ልዕሊ እቲ ኮሚኒስታዊ መሪሕነት ደሴት ኩባ ትገብሮ ዘላ ጸቕጢ ብምቕጻል ኣብ ጥቓ ገማግም ባሕሪ እታ ሃገር ነፈርትን ድሮናትን ስለያ ብምብራር መልእኽቲ ተሕልፍ ኣላ። ብሪጣንያዊ ክኢላ ድሮን ዶክተር ስቲቭ ራይት ከም ዝገለጾ፣ ኮነ ኢልካ ዝተገብረ ክኸውን ይኽእል እዩ፣ ኣሜሪካ ኣብ ልዕሊ ኲባ ጸቕጢ ብምቕጻል ኣብ ሰማያት ኣዒንቲ ከም ዘለዋ ንጹር መልእኽቲ ንምሕላፍ ትገብሮ ከም ዘላ ሓቢሩ። ቢቢሲ ቨሪፋይ ካብ ፍላይት ራዳር ዕስራን ኣርባዕተን ዝተባህለ ናይ በረራ ምክትታል መርበብ ሓበሬታ ዝረኸቦ መረዳእታ ከም ዘነጸሮ፣ ካብ ዓሰርተ ሓደ ጉንበት ጀሚሩ ብውሕዱ ሓሙሽተ ናይ ኣሜሪካ ሓይሊ ባሕሪ፣ ፒ ሸሞንተ ኤ ፓይሶዶን ናይ ስለያ ነፈርትን ሰለስተ ኤም ኪው ኣርባዕተ ሲ ትራይተን ናይ ስለያ ድሮናትን ኣብ ውሽጢ ካሪብያን ኣብ ጥቓ ኲባ ክንቀሳቐሳ ጸኒሐን ኣለዋ። ገሊእን ነፈርቲ ካብታ ደሴት ክሳብ ሰማንያ ኪሎሜተር ዝቐርብ ርሕቀት ከምዝበረራ'ውን እቲ ሓበሬታ ኣነጺሩ። እዚ ስርሒታት ነፈርቲ ዝመጽእ ዘሎ፣ ኣሜሪካ ኣብ ልዕሊ እዛ ናይ ካሪብያን ሃገር ናይ ነዳዲ ዕጽዋ ካብ ተንብር ጀሚሩ፣ ኣብዘን ዝሓለፋ ኣዋርሕ ኣብ መንጎ ኣሜሪካን ኲባን ዘሎ ወጥሪ ብርኡይ ድሕሪ ምውሳኹ'ዩ። ሃቫና ናብ ውሽጢ ኣሜሪካ መጥቃዕቲ ክፍጽማ ዝኽእላ ድሮናት ከምዝዓደገት ብማዕከን ዜና ኣክሲዮስ ዝተጠቕሰ ኮይኑ፣ ሚኒስትሪ ጉዳያት ወጻኢ ኲባ ብወገኑ፣ ሃገሩ ንኲናት ከም ዘይትፈርሕ፣ ውግእ ግና ከም ዘይትደሊ ክገልጽ እንከሎ፣ ንዋሽንግተን ድማ ወተሃደራዊ ጣልቃ ንምግባር ናይ ሓሶት ምስምስ ትፈጥር ኣላ ክብል ከሲሱ። ነዞም ክስታት እዚኦም ስዒቡ ጸሓፊ ጉዳያት ወጻኢ ኣሜሪካ ማርኮ ሩቢዮ ብረቡዕ ምስ ህዝቢ ኲባ ሓድሽ ዝምድና ክህሉ ጻውዒት ኣቕሪቡ'ዩ። ሩቢዮ፣ ኩባ ካብ ኣሚሪካ ናጽነታ ዝረኸበትሉ መዓልቲ ምኽንያት ብምግባር ብቋንቋ ስጳኛ ንህዝቢ'ታ ደሴት ብቐጥታ ኣብ ዘመሓላለፎ መልእኽቲ፣ ነቲ ኣብታ ደሴት ዘሎ ክትግምቶ ዘጸግም መከራ ተሓታቲ እቲ ኮሚኒስታዊ መሪሕነት እምበር እቲ ኣሚሪካ ዝገበረቶ ዕጽዋ ነዳዲ ከምዘይኮነ ገሊጹ። ክኢላታት ንቢቢሲ ቨሪፋይ ከም ዝገለጽዎ፣ ናይዞም በረራታት ስለያ ግሁድ ባህሪ ዘነጽሮ፣ ኣሜሪካ ነቲ ዕጽዋ ከተተግብርን ኣብ ልዕሊ መንግስቲ ኲባ ጸቕጢ ክትፈጥርን፣ ከምኡ'ውን ከም ቬነዝወላ ዝኣመሰላ መሓዙታ ናብታ ደሴት ናይ ጸዓት ጽዕነታት ንምልኣኽ ዝገበርኦ ፈተነታት ንምዕጋት ትደሊ ከም ዘላ እዩ። በዚ ምኽንያት ዝተፈጥረ ናይ ነዳዲ ቅልውላው ናብ ዓበይቲ ምቁራጽ ሓይሊ ኤሌክትሪክ መሪሑን ኣብ ኲባ ድማ ተቓውሞታት ኣለዓዒሉን ኣሎ። ፕረዚደንት ዶናልድ ትራምፕ'ውን ነቲ ኮሚኒስታዊ ስርዓት ውዕል ክገብር ብርቱዕ ጸቕጢ ይገብረሉ ኣሎ ዝበለ እቲ ሓበሬታ፣ ልክዕ ከምቲ ኣብ ቬነዝወላ ዝገበሮ ኢዱ ከእቱ ከም ዝኽእል'ውን የፈራርሕ ኣሎ። ቢቢሲ ቨሪፋይ ብመሰረት ዳታ ፍላይት ራዳር ዕስራን ኣርባዕተን፣ ሓንቲ ነፋሪት ብ ዓሰርተ ሓደ ጉንበት ክሳብ ደቡባዊ ኪዩባ ሰማንያ ኪሎሜተር ዝቐርብ ርሕቀት ዝበጻሕትሉ ሓዊሱ፣ ብሓይሊ ባሕሪ ኣሜሪካ ዝተገብሩ ሓያሎ በረራታት ናይ ፒ ሸሞንተ ፓይሰዶን ናይ ስለያ ነፈርቲ ተኻታቲሉ ኣሎ። እታ ፒ ሸሞንተ ኣብ ፍሎሪዳ ናብ ዝርከብ መደበር ቅድሚ ምምላሳ ናብ ሰሜን ርእሰ ከተማ ኪዩባ ሃቫና ክትበርር ከላ ተራእያ፣ በቲ መዓልቲ ምንቅስቓሳ እውን ቀጺላ ክብል ከኣ እቲ ሓበሬታ ወሲኹ ገሊጹ።